እቲ ኣምላኽ ካብ ላዕሊ ዝህበና ግደ እንታይ እዩ? ንግብሪ ወዲ ሰብከ ኣምላኽ ከመይ ገይሩ ይፈድዮ? ጥፍኣት ንዓመጽቲ ዕንወት እውን ንገበርቲ እከይ እዩ ዝመጾም። ንሱስ ንመገደይ ይርእያ ንዅለን ስጉምተይ ከኣ ይቖጽረን። ኣነ ምስ ክፉእ ከም ዘይተጸምበርኩ ንብጻየይ ከም ዘይጠለምኩ እምሕል ኣለኹ። ኣምላኽ ብቕኑዕ ሚዛን ይምዘነኒ፣ ንጹህ ምዃነይ ከኣ ክፈልጥ እዩ። ካብ ቅኑዕ መንገዲ እንተ ዘንቢለ ዓይነይ ዝረኣዮ ልበይ ተተምኒዎ እንተ ዀይኑ ኣእዳወይ እውን ብሓጢኣት ተጸይቐን እንተ ዀይነንሲ ነቲ ዝዘራእክዎ ኻልእ ይብላዓዮ፣ ፈልሰይውን ካብ ሱሩ ይመንቈስ። ልበይ ብሰበይቲ ብጻየይ ተሰሊቡስ፣ ኣብ ደገ ቤታ ተጸናትየ እንተ ኾይነ፣ ሰበይተይ ንኻልእ ሰብኣይ ትጥሓን፣ ካልኦት ሰባትውን ይሕቆፍዋ። እዚ ነውሪ እዚ ብፍርዲ ዘቕጽዕ ሓጢኣት እዩ። እዚ ኽሳዕ ሲኦል ዝነድድ ሓዊ፣ ነጥሪተይ ካብ ሱሩ ዘጥፍእ እዩ። ጊልያይን ገረደይን ምሳይ እንተተቋየቑስ ከይነዓቕኩ ምሰማዕክዎም። ኣምላኽ ክፈርደኒ ምስ መጸ ደኣ እንታይ ክገብር? ምስ ተቖጻጸረንስ እንታይ ክምልሰሉ እየ? እቲ ንኣይ ዝፈጠረ ንገላዎይ እውን ዝፈጠረ ኣምላኽ እዩ። እቲ ኣብ ከርሲ ወላዲት ዝሃነጸና ሓደ እዩ። እቲ መስኪን ለሚኑኒ ኣይከላእክዎን፣ ንዓይ ንመበለት እውን ሃረር ኣየበልክዋን። ንቑራስ እንጌራይ በይነይ ኣይበላዕክዋን፣ ነቲ ዘኽታም ድማ ክበልዕ ሃብክዎ። ንዘኽታም ካብ ንእስነተይ ጀሚረ ከም ኣቦ ኾይነ ኣዕበኽዎ። ንመበለት ድማ ኻብ ከርሲ ወላዲተይ ጀሚረ መራሕክዋ። ንዕሩቕ ሰኣን ክዳን ክጠፍእ፣ ንድኻ ብዘይ ነጸላ ምስ ረኣኽዎ፣ ካብ ጸጕሪ ኣባጊዐይ ዝተኣልመ ኽዳን ሂበ ኣሞቕክዎ። ንሱ ኸኣ ብምሉእ ልቡ መረቐኒ። ኣብ ቤት ፍርዲ ጸግዒ ኣሎኒ ኢለ ንዘኽታም ገፊዐዮ እንተ ዀይነ፣ ቅልጽመይ ይሰበር ካብ መንኩበይ እውን ይፈለ ኣምላኽ መዓት ከየውርደለይ ስለ ዝፈራህኩ ነዚ ነገር እዚ ኣይገበርክዎን ንወርቂ ተስፋ ገይረዮ ኣይፈልጥን ንጽሩይ ወርቂ ኸዓ እምንቶይ ኢኻ ኢለዮ ኣይፈልጥን ሃብተይ በዚሑለይ ኢለ ተሓጒሰ ኣይፈልጥን ንፀሓይ ምስ ኩሉ ብርሃና ኾነ ንወርሒ ምስ ኩሉ መልክዓ ኣየምለኽኩን። ልበይ ብስውር ኣይተጠበረን፣ ኢደይ ተሳሊመ ድማ ኣይሰገድኩሎምን። ከምዚ ምግባር ንልዑል ኣምላኽ ምኽሓድ እዩ እሞ ንሞት ዘፍርድ እዩ። ብጉድኣት ጸላእየይ ባሂሉና ኣይፈልጥን። መከራ ምስ ወረዶ እውን ተሓጒሰ ኣይፈልጥን። ጸላእየ ይሙት ኢለ ረጊመ ኣይፈልጥን። ኣብ ቤተይ ኩሉ ግዜ ኣጋይሽ ዝቕበል ከም ዝነበርኩ ገላወይ ዝፈልጥዎ እዩ። ጋሻ ኣብ ቤተይ ደኣ እምበር ኣብ ግዳም ኣሕዲራ ኣይፈልጥን። ካልኦት ሰባት ኣበሳኦም ክሓብኡ ይፍትኑ። ኣነ ግና ንኣበሳይ ከዊለዮ ኣይፈልጥን። ሰብ ከይብለኒ ኢለ ፈሪሔ ዝገበርክዎ የብለይን፣ ከየባጭውለይ ኢለ ድማ ስቕ ኣይበልኩን፣ ኣብ ቤተይ እውን ኣይተዓጸኹን። ኣየ ዝሰምዓኒ ዶ የልቦን እዩ? እቲ ዝበሃል ኢለዮ ኣለኹ። እቲ ዅሉ ዝኽእል ኣምላኽ መልሲ ይሃበኒ፣ እቲ ኸሳስየይ ድማ ክሱ ይጽሓፍ። ነቲ ዝጸሓፎ ኣብ መንኩበይ ምጸርክዎ ከም ኣኽሊል እውን ኣብ ርእሰይ ምደፋእክዎ ኩሉ እቲ ዝገበርክዎ ምፈለጥክዎ ከም መስፍን ደፊረ ኸኣ ምቐረብክዎ እታ ዝሓርሳ ግራት ብስርቂ ወሲደያ እንተኾይነ ንዋናታት ኣሕዲገዮም እንተኾይነ ሓረስቶታ እናጠመዩ ፍሪኣ በሊዐ እንተኾይነ ሽዑ ኣብ ክንዲ ስርናይ ክርዳድ ኣብ ክንዲ ስገም ከዓ ሰዓዕ ተብቁለለይ ዘረባ እዮብ ኣብዚ ተፈጸመ